ሰላም ሰላም ክቡራት ተኸታተልቲ ኣባ ቻናል ከመይ ኣለኹም? ኣነ እግዚኣብሄር ይመስገን ሰላም እየ። ንስኻትኩም ግን ኣብ ዘዘለኹምዎ ሰላም ክትኮንለይ ናይ ኩሉ ግዜ ትምኒቶ እዩ። ሎም መዓንቲ ከዓኒ ግልፂ መብራህረ ዝኾነ ክህብ ብዛዕባ ፖስታን ዲኤችኤልን እየ መፅኦ ዘለኹ። ከምቲ ትርእዩን ዘለኹ ከዓ ብጥልፊ እየ መእተዊ ሸማ ሓይለ መፅኦ ዘለኹ። ስለዚ ከም ዝፍለጥ ኣብዚ ሕዚ ቀረባ ግዜ ብግልፂ ብቪድዮ ከምዚያ ተሰድድ እየ ኣዝዛኒ በርበረ፣ ሽሮ፣ ጥልፊ፣ ዙርያ፣ ዝደለኹ ንእስፈታት ጉእ ኢለ ነይረ ማለት እዩ ስለዚ ብዙሓት ሰባት እናመጻኽን ትእዝዛንን ትጥይቃንን ኣለኽን ሕዚ ብዙሓት ሰባት ዘይተረድእክን ብዛዕባ ፖስታና ብዛዕባ ዲኤችኤል ንኹልኽን ካብ ብዋትስኣፕ መጺኽናኒ ብቴሌግራም ብኢሞ መጺኽናኒ ዘረድእክን ኣብዚ ንኹልኽን ሓባር ግልፂ መብራህሪ እየ ክበክን ኢለት ግልፂ መብራህሪ ከዓ እንታይ እዩ ብዛዕባ ዲኤችኤልና ብዛዕባ ፖስታን ብዛዕባ ሕሩጭ ነገር ንኣብነት ከም ሽሮ ከም በርበረ ከም ጥሕኒ ከመይ ይለኣኽ ጥልፊ ዙርያታት ከመይ ይለኣኽ ስፈኸ ከመይ ይለኣኽ፣ DHL ከመይ ይልእኽዎ፣ ፖስታ ከመይ ይልእኽዎ ግልፂ መብራህርሂ እየ ክህበክን መፂኤ ዘለኹ ማለት እዩ። ንምንታይ ንኹልኽን ብዋትስኣፕ ከርድእክን ኣይክእልን እየ። DHL ይኹን ፖስታ ይኹን ካብቲ ትገዝኦ ኣቕሓ ንዓቐብ እዮም ዘኽፍሉ በዚ ሕዚ ግዜ ማለት እዩ። እዚ ሓሲብክናሉ ክትመፅ ኣለክን ከም ዝርካሽ ገለ ከይመስለክን ተልእኻ ትፈልጦ ኢኽን ግን ኣልኢክን ዘይትፈልጣ ሰባት እኒኤኽን ብጣዕሚ ትደናገፃ። ስለዚ DHL ይኹን ፖስታ ብጣዕሚ እዮም ገንዘብ ዘኽፍሉ። ንኣብነት ናይ ኣነ ዝሰደድክውለን ሃገር ወይ ከዓ ዝጠየቕኩለን ሃገር ክነግረክን ማለት እዩ ናይ ፖስታ ቤት ዝጠየቕኩ ክነግረክን ሕሩጭ ነገር ማለት ምግቢ ነክ ነገር ከም በርበረ ሽሮ ገለ ማለት እዩ ብኪሎ ዝስደድ ነገር ማለት እዩ ንኣብነት ካናዳ ሓሙሽተ ኪሎ ክንደይ ኢሎምኒ ዓሰርተ ሸሞንተ ሽሕን ሽዱሽተ ሚእትን ሰማንያን ሸሞንተን ሆላንድ ኣርባዕተ ኪሎ እዩ ዝፍቀድ ሸውዓተ ሽሕን ሰለስተ ሚእትን ሰላሳን ሰላሳን ሓሙሽተን ጀርመን ክልተ ኪሎ ጥራሕ እያ ትፍቀድ

ማለት ንሓንቲ ግዜ ብሓደ ግዜ ዓሰርተ ኪሎ ዒስራ ኪሎ ክትሰድድ ኣይትኽእልን ኢኻ ንመጀመርያ ግዜ ሓሙሽተ ካብኡ እታ ትፈቕደ ሃገር ኪሎ ብኣኣ ኪሎ መጀመርያ ትልእኽ ካብኡ ረኻ ቀጻላ ኢኻ ትልእኽ ስለዚ ዲኤችኤል እውን ከምኡ እዮም ኪሎ መጠን ኣለዎም እዩ ግን ሓደ መብራህረ ክህበክን ዝደለኹ ማለት እዩ ንኣብነት የሕዋተይ ጥልፊ ትደልያ ኣለኸን ብዙሓት ኣዚዝክናኒ ዙርያ ትደልያ ኣለኸን ስፈታት በተለይ ስፈ ብዙሓት ክን ትእዝዛኒ ኣገልግል መሰው መብልዒ ቁርሲ ብዙሕ ነገር ትእዝዛኒ ኢኽን ማለት እዩ ከም ንኣብነት መሰውና ጊዋቦን ዲኤችኤል ከመይ ይሰድዎ መሲልኩም ዲኤችኤል ብቁፅሪ ኳርተን ካርቶን ዝበሃል ኣሎ ብናይ ክታ ካርቶን ቁፅሪ ገይሮም እዮም ገንዘብ ዘኽፍሉኻ ቢኪሎ ኣይኮንን ዘኽፍሉኻ ግን ኣብቲ ውሽጢ ጊዋወ ይኹን ኣብቲ ውሽጢ ኣገልግል ይኹን ኣብቲ ውሽጢ መሰው ይኹን ዝደለኹን ነገር ኣዚዝክን ገዚእኽን ሕሩጭ ነገር ይኹን ጥልፊ ይኹን ዙርያ ይኽን ኣዚዝክን ባ ገዚእኽን እእቲኽን ክትስ- ክስደድ ይከኣል እዩ ንምንታይ እታ መሰው ናይታ ካርቶን ኢኻ ትኸፍል እምበር ንኣብነት ሽሮ ወይ ከዓ በርበረ ወይ ከዓ ሕልበት ተገዚእኽን ምስኡ መሰው ትእዝዛ እንተኾይንክን ኣብታ ውሽጢ መሰው ይኣትዋ ናይቲ ሕሩጭ ነገር ዝኣዘዝክንኦ ከም በርበረ ከም ሽሮ ከም ሕልበት ገለ ዝኣዘዝክንኦ ኣይትኸፍላሉን ኢኽን ንዲኤችኤል ኣይትኸፍላሉን ኢኽን እንታይ ደኣ ናይታ መሶብ ወይ ከዓ ናይታ ጊዋዎ ዝኣዘዝክና ወይ ከዓ ናይታ ገልግል ዝኣዘዝክንኣ ናታ ካርቶን ኣላ ክንደይ ቁፅሪ ካርቶን እያ መሰው እንተኾይኑ ንኣብነት ዓሰርተ ቁፅሪ እንተኾይኑ በታ ናይ ዓሰርተ ቁፅሪ ካርቶን ሓሳብ ትኽፈላ ቅርሺ ታብኡ ኣብቲ ውሽጢ ተስዓለባ ድዩ ተሽረኽን ድዩ ተስበርበረኽን እዩ ድላይክን ይኹን ተእትዋሉ ቅርሺ ግን ብምንታይ እያ ትኽፈል በታ ቁመት ድያ ገለ ድያ ተዓቂና ካርቶነላ ብኣኣ በታ ናይ ካርቶን እያ ትዕቀን ንኣብነት ጊዋዎ ከም መሰው ዝበለ ክንደይ ይኽፈሎ እንተልክናኒ ማለት እዩ ኣብኣ ከድካ እያ ትፍለጥ ግምታዊ ግን ክነግረክን ልዕሊ 85 መጠነኛ እንተኾይኑ 85 ሽሕ ዕብይ ዝበለ እንተኾይኑ እስካዕ 90 ሽሕ እስካዕ 100 ሽሕ ይኽፈሎ እዩ እዚ ፈሊጥክን ጊዋዎ ኣገልግል መሰው ትእዝዛ እዚ ፈሊጥክን ንዕነ ብዲኤችኤል ንትእዝዛ ንሰባት ማለት እዩ ልዕሊ ሰማንያ ቴስዓ ሚእቲ ሽሕ ክትከፍላ ከም ትኽእላ ክትእዝዛን ኣለክን። መጺኽን ምጥያቕ እንተይኮነ ኣብዚኣ ግልጺ ዋጋ ነግረክን ኣለኹ። እዚኣ ናይ ዲኤችኤል እያ። ብካርቶን እዮም ዝሰዱ ግን ይብለክን ኣለኹ። ኣፍታ ውሽጢ መሰው ድላይክን ገዚእክን ድላይክን ኣዚዝክን ገዚእክን ኣብኡ ክተእትዋ ትኽእላ ኢኽን። ቅርሺ ግን እንታይ እያ ትኽፈላ? ናይታ መሶብ ካርቶን ጥራሕ ኢኽን ትኸፍላ። ናይቲ በርበረ ኢኽን ዝኣዘዝክኖ፣ ናይቲ ሽሮ ዲኽን ዝኣዘዝክኖ፣ ናይቲ መግዚኡ ኢኽን ደኣ ቅርሺ ትሰዳ እምበር ናይቲ መስደዲኡ በታ መሶብ ሓሳብ ስለ ትስደድ ኣብኡ ኣእቲና ክንሰዶ ንኽእል ኢና። ወይ ኣብቲ ጊዋዎ፣ ወይ ኣብቲ ኣገልግል፣ ወይ ኣብቲ ወርቂ መሶብ ኣብቲ ዝኣዘዝክኖ ማለት እዩ።

ብኪሎ እታ መሰው ኣብ ክሻ ኣብ ዓብዪ ክሻ ተእትዋ ብኪሎ እዮም ዘእቱ ዝሰዱልካ ታብኡ እቲ ዝትደልየ ነገር ከዓኒ ኣብቲ ውሽጢ ተእትዎ ግን ሓዊሩ እዩ ዝምዘን እዚ ክትፈልጦ ኣለክን ማለት እዩ ሓዊሩ እዩ ዝምዘን ሓዊሩ ተመዚኑ ካብኡ በታ ሚዛን መሰረት ተኣሽሙ ትኸውን ካብኡ ከ ሚዛን ከ ምስቲ ናይ ፖስታ ይኹን ናይ ዲኤችኤል ይኹን ምስ ካርቶን እዩ ኣብ ሚዛን ዝሕሰብ እዚኣ ክትፈልጣ ኣለክን ዝኾነ ነገር ሓደ ታዕሽሙ ክህበክን ማለት እዩ ንኣብነት የሕዋተይ ዝኾነ ጥልፊ ክትእዝዛ እንተለኽን ንኣብነት ኣነ ንኤሜሪካ ጥልፊ ስደድለይ ኢላትኒ ቆልዓ ክልተ ጥልፊ ዲኤችኤል ጠይቀዮም ክንደይ ኢሎምኒ ግምታዊ እዮም ነጊሮምኒ ዒስራን ሓሙሽተን ሽሕ እያ መስደዲኣ ካብኡ መፂና ትምዘን ክንደይ ከም ዝኾነት ከዓ ወሰክ ክህልዎ ይኽእል እዩ ኢሎምኒ ግምታዊ ግን ኢሎምኒ ንክልተ ጥልፊ ንኤሜሪካ ዒስራን ሓሙሽተን ሽሕ ኢሎምኒ ካብ ዒስራን ሓሙሽተን ሽሕ ትኸፍላ ንዲኤችኤል ንኣብነት ሽሮ ክልተ ኪሎ ሓደ ኪሎ በርበረ ወይ ከዓ ከምኡ ገለ እዚዝክን ሓደ ሰለስተ ኪሎ ወይ ከዓ ኣርባዕተ ኪሎ ኣዚዝክን እታ ጥልፊ ኣብኣ ክተእትውኣ ሓሙሽተ ኪሎ እንተ ሊኢክንኣ ምስቲ ናይ ካሊእ ኮይኑ ሓሙሽተ ኪሎ እንተ ኮይኑ ዝተሓተ ዋጋ ኢኽን ትኸፍላ ተገደደ ሓሙሽተ ሽሕ ሸውዓተ ሽሕ ሽዱሽተ ሽሕ ክቕንሰልክን ይኽእል እዩ ቅርሺ ስለዚ ክትሰዳ እንተለኽ ከተልእኻ እንተለኽን በዚ ዝህበክን ዘለኹ መብራህርህ ክኸውን ኣለዎ ንምንታይ ቡዙሓት የሕዋተይ ብዋትስኣብ መጺኽን ኮምዙይ ስርሕልና ዶ ትብላኒ እሺ ናይ ክንዱዙይ ክንዱዙይ ይብለክን ዋጋ ናይ በርበረ ይኹን ናይ ሽሮ ይኹን ናይ ጥልፊ ይኹን ማለት እዩ ካብኡ ከ መስደዱ እዩ ከዓኒ ኣነ ኣነ ማለት እዩ መጀመርያ ግዜ መስደድ እየ ዝጥይቕ ንምንታይ ገሊኤን ኣሕዋተይ ዘይፈልጣ ብጣዕሚ እየን ዝዳናገፃ ከመይ ኢሉ መስደዲ ክንድዚ ይኸውን እየን ዝብላኒ እሞ ከምዚኣ ከምዚኣ እያ ንኣብነት ሰለስተ ኪሎ ሰለስተ ኪሎ ዝኾነ ሕልበት ድዩ ሽሮ ድዩ ግበሪ ካብኡ ሓደ ኪሎ ክንዲዚ ኣርባዕተ ኪሎ ይመፀል ከሎ ሓንቲ ጥርፊ ተኣዚዝኪ ከዓኒ ሓምሸይቲ ኪሎ ክትኮነልኪ እያ ምስኣ ገለ እንተልካየን ከምዚ ከምዚ እንታይ እዩ ዝመስለን ገሊአን ከምዚ ሽሮን በርበረን ክትገዝአን ክገዝኣና ዝሓሰብና ይመስለኒ ገሊአን ኣይኮነን ሓንቲ ጥልፊ ግን ዋጋ ተን ሓሙሽተ ኪሎ ዝኾና ሕሩጭ ነገር ዕፅፊ ዋግአን እዮም ዘኽፍሉኽን ዘለዉ ስለዚ ምኽፋልክን ዘይቐሪ ዝረብሕ ነገር ዘለዎ ብሓባር ተትእዝዛ እየ ዝብል እቲ ቅርሺ ዝኾነት ንእሽተይ ሓንቲ ኪሎ ነገር ክትሰዳ ናይቲ ሓሙሽተ ኪሎ ዕፅፊ እዮም ዘኽፍሉኽን ክትፈልጣ ዘለክን ስለዚ ዲኤችኤል ይኹን ፖስታ ይኹን እቲ ዝፈቕዶ ኪሎ ንሓንቲ ግዜ ክንደይ ኪሎ ይፈቅድ ኢልክን ትሓታ ክንዲዚኣ እዩ ዝፈቅድ ካብኡ ክንዲ ተዋጋ ዘኽፍሉ ከፊልክን ትወስዳ ተዚኣ ኣለይ ስኢልክን ዘይረብሕ ንሓንቲ ጥልፊ እታ ናይ ሓሙሽተ ኪሎ ኣብቲ ሓንቲ ጥልፊ ዋጋ እዮም ዘእትውዋ ማለት እዩ ነዚ ግልፂ መብራህርህ እየ ክህበክን ደልየ ዘለኹ ስለዚ ካብ ብዋትስኣብ እናመጻኽን እዙይ ክንደይ እዙይ ክንደይ ትብላኒ ሓሲብክናሉ ክትመጻ ዘለክን ስፈ ነገር በይና ስፈ ነገር ተኾይና ብጣዕሚ ብጣዕሚ ብጣዕሚ ብጣዕሚ ዕጽፊ ነገር እዮም ዝሰዱልካ ንኣብነት ከምእሽትያት ነገር መብልዒ ቁርሲ መኸንበያ ኣብቲ ናይ ኪሎ ነገር ኣሕሲብና ክንሰዶ ንኽእል ኢና መሰው ጊዋወ ግን ምስቲ ናይ ኪሎ ኣይካል ብካርቶን ስለዝኾነ ኣብቲ በታ ካርቶን ሓሳብ ትኽፈላ ካብኡ ደሓር ዝተረፈ ነገራት ሕሩጭ ነገር ዘለክን ከዓኒ ብኣፍታ ውሽጣ እቲ ቅርሺ ኣይኽፈሉ ናይቲ ሕሩጭ ነገር ንኣብነት ከም መብልዒ ቁርሲ መኸንበያ ገለ ትደልያ ግን ምስቲ ኪሎ ዝስደድ ኣብ ውሽጢ ተሓሲቡ ቅርሺ ይስደድ እዩ ንምንታይ ንእሽተይ ነገር ስለ ዝኾነ ኣብኡ ክእሸግ ስለ ዝኽእል መሰው ዓበይቲ ነገራት ስፈታት ግን ምስቲ ብኪሎ ዝስደድ ኣብ ካርቶን ክኣቱ እታይ ደኣ እቲ ሑርጭ ነገር እዩ ኣብቲ ጊዋዎ ወይ ከዓኒ ኣብቲ መሶብ ዓብይ ነገር ክኣቱ ዝኽእል እዚኣ ግልፂ ኮይናትልክን ግልፂ ኮይንልክን ክኸውን ይኽእል ኣነ ኣብ ኣክሱም እየ ዘለኹ ኣብ ኣክሱም ዝተፈላለዩ ነገር ፅቡቃት ነገራት ኣለው እዮም ተሊኽን ስፈታት ሌማታት መብልዒ ቁርስታት ጊባቦታት ኣገልግል ናይ ዕጣናት መቐመጢ ብዙሕ ነገራት ኣሎ እዩ ዙርያ ጥልፍታት ፅቡቅ ናይ ኣክሱም ክሰደልክን ይኽእል እየ ኣዝዛኒ ክትእዝዛኒ ትደልያ የሕዋተይ ዜሮ ትሽዓተ ቴስዓን ኣርባዕተን ዕስራን ሓሙሽተን ዓሰርተ ሸሞንተ ስሳን ሸውዓተን ቁጽረይ እዩ ስለዚ በጽቢቐ ብዝተኻእለ መጠን ገይረ ክሰደልክን እየ ሽሮ በርበረ ጥሕኒ ሕልበት ጉን እሰርሕ እየ ኣዘዛኒ ከምቲ ዝብለክን ዘለኹ ተስ ብፖስታ ተስ ብዲኤችኤል ክልእኸልክን እኽእል እየ ማለት እዩ እቲ ዋጋታት ከመይ ከም ዝኾነ ኣረዲኤክን እየ ካብቲ ናይ ዓሚ ዝነበረ ዕፅፍታት እዮም ዕፅፍታት እዮም ገይሮሞ ዘለዉ ብእቲ ሓሳብ ጌርክን ከም ትመፃ ተስፋ ይገብር ብጣዕሚ ፖስታ ብጣዕሚ ዲኤችኤል ብጣዕሚ እዮም ከቢሮም ዝኒኤው ስለዚ ያው ዓቕሚ ንመልእኺ ዓቕሚ ዘለክን ሰባት ጥራሕ ብዋትስኣፕ ክትመፃኒ እየ ዝደልየክን ንምንታይ ዓቕሚ ዘይብልክን ስኢልክን ጠይቕልና ገለ ድኻም ናይ ዝኾነ ኣነ ቆልዑ ሒዘ እየ ካሊእ ዝኣዘዛኒ ቆልዑ ከይደ ጥርፊ እንተኣዘና ጥርፊ ከስርሐለን ይኸይድ ካሊእ ስፈታት እውን ከምኡ ይኸይድ ኣብ ገዛ እውን ናይ ባዕለይ ስራሕ ኣለኒ ከምኡ እውን በርበረ ሽሮ ዝኣዝዛ ንቆልዑ ሰርሕ እየ ስለዚ ንኩልኽን ከስተኣናግድ እኸብደኒ እዩ ግን ተሓሳቢ በቃ እዚኣ ግዝእልና ናይ ፖስታ ብፖስታ ተደሊኽን ናይ ፖስታ ዋጋ ክኸፍል እኽእል እየ ዓቕሚ ኣለኒ ብዲኤችኤል ተኸፍና ዓቕሚ ኣለኒ እዩ ግዝእለይ በቃ እዚኣ እየ ዝደሊ ኣነ ተዚኣለይ ከምዚ እንታይ እዩ እዚ እንታይ እዩ ክትብላኒ ብጣዕሚ እዩ ዝኸብድ ንኩልኽን ከርድእ ብጣዕሚ እዩ ዝኸብደኒ ስለዚ ብጣዕሚ ከዊሮም ከም ዘለዉ እዞም መልእኽትታት ክትርድኣን ይኽእላ ኢኽን ብዙሓት ይሕዋት ኣለኽ ንፈልጥ ኢና ክባር እዩ ካብ ኣዲስ ኣበባ ኮነ ሓንቲ ሽፎን ዕስራን ገለን ሽሕ ኢና ነስድድ ንጥልፊ ዕስራን ገለን ሽሕ ኢና እኮ ነልእኽ ገለ ኢኽን ትብላኒ ኣነ ግን ከምቲ ሓሳቢ ገይረ እታ ኣብ ንሓንቲ ጥልፊ ጥራሕ ተልእኻ ዕስራን ገለን ሽሕ ሂብክን በታ ንሓንቲ ሃገር ዝፈቕዶ ፖስታ ይኹን ዲኤችኤል ክንደይ ኪሎ ይሰድድ እታ ኪሎ ዝኾነ ሕሩጭ ነገር ከም ሕልበት ከም ሽሮ ከምቲ ዝበልኩኽን ተእዝዛ እሞ እታ ጥልፍኽን ከዓ ሓምሸይቲ ኪሎ ግበራ እየ ዝብለክን ማለት እዩ ንምንታይ ዝተሓተ ዋጋ ኢኽን ክትከፍላ ንምንታይ